መጀመርታ በቲኤል ሓድሽ ይበሃል። ኣሰልጣኒት ናይ ኢስት ኣፍሪቃ ኣለኹ ማለት እዩ። እዚ ውድድር እኳ ቀኒ እዩ ብልክዕ እተን ጋንታታት ታሽሞ ክቆፅረን ኣይክእልነ ግን መጀመርታ ኣውዲቕካ ምሕላፍ እዩ ነይሩ። ኣብ ሰለስተ ምድብ ነርና ካብ ሰለስተ ምድብ ሓንቲ ጋንታ ትሓልፍ ክልተ ይተርፋ ብድሕሪኡ ከዓኒ ኣብ ሰሰለስተ እንደገና ተመዲብና ክልተ ጋንታ ይሓልፋ ሓንቲ ትተርፍ ደሓር ኣብዚኣ ሴሚ ፋይናል በፂሕና ማለት እዩ እቶም ቆልዑት ብጣዕሚ እዮም ንፉዓት ሞራል ዘለዎም ኣቕልዕት እዮም ዋላ ብዕድመ እንድሕር ርኢኻዮም ብጣዕሚ እዮም ንኣሽቱ ዓሰርተ ኣርባዕተ ዓሰርተ ሓሙሽተ ዕድመ እዮም ኢቭን ቶም መወዳድርቶም ካብኦም ይዓብዩ ብዘይ ቀላዓለም ማለት እዩ ግን ሞራል ኣለዎም ብጣዕሚ እዮም ክንስዕር ኣለና በሃልቲ እዮም እሱ ተሓቦ ትኒሕ እዩ ኣብ ዝብፅሕዎም ማለት እዩ እዚኦም ኣቕልዑት ካብ ግራስሩት እዮም ተበጊሶም ዓብዮም ኣርባዕተ ዓመት ኣለና ብሓንሳብ ቀዳምን ሰንበትን ትረይን እንዳገበሩ ማለት እዮም ካብ ንኣሽቱ ግራስሩት እዮም ፈርዮም ስለዚ እቲ ርክብና ጥሙር ርክብ ኣለና እሱ ልዕሊ ኩሉ ዝሕግዘካ ማለት እዩ እዚኣ ናይ ሴሚ ፋይናል ብጣዕሚ ፅቡቕ ነይሩ እቲ ፀዋታ ግን ቁሩብ እቲ ሜዳ ፍርቂ ኢና ክንፃወት ቀኒና እዚኣ ናይ ሴሚ ፋይናል ግን ሙሉእ ሜዳ እዩ ተፃዊትና ቁሩብ ንመጀመርታ ግዜኦም እዮም ሙሉእ ሜዳ ተፃዊቶም ዋላ ብዕድመ እውን ንኣሽቲ እዮም ቁሩብ ኣብኡ ግን ፅቡቕ ተፃዊቶም ኣብ ብሪጎለ በጺሕና ከኣ ሓንቲ ጎል ስሒቶም ተሳዒርና ማለት እዩ ኣነ ንባዕለይ ሚእቲ ብሚእቲ ክንወስዳ እየ ተኣማሚነ ነይረ ግን ሪጎለ ዕድል እዩ ናይ ብሓቂ ተሰሚዕኒ ብፍላይ ሞራል እቶም ኣቐልዑት ዋላ እቲ ቲፖዞ ሶም ቦኺም ዋላ እቲ ቲፖዘና ገሊኡ በኺዩ ኣነ ከም ኣሰልጣኒቶም ዋላ እቲ ሞራሎም ዋላ እቲ ክእለቶም ዋላ ፃትኦም ንዕኦም ትግባእ እዩ ዝብል ግን ኩዕሾ ከምኡ እዩ ብጣዕሚ እየ ዘመስግኖም ኢስት ኣፍሪቃ በቲ ዝገበሩልና ኩሉ ነገር በቲ ዝህቡና ሞራል ፍርቂ ደገፍ ከማን ናታ እያ ማለት እዩ ናይ ኢስት ኣፍሪቃ እዩ ኣብዚ ክንበፅሕ ታሽሙ ሞራል ዳሃቡና ከማን ዝዓበየ ናቶም ክሳብ ሕጂ ካብ እግርና ከይተፈለዩ ኩሉ ነገር ሙሉእ እዩ ዘሎ ብኦኦም ከኣ ብጣዕሚ እየ ዝሕጎስ ብጣዕሚ እየ ከኣ ዘመስግኖም ንዝመጽእ ከኣ ንኢስት ኣፍሪቃ ጥራይ ደይኮነስ ነቶም ከምኡ ዝሕዙ ዓቢ ኣድህቦ ጌሮም ነቲ ኣብ ስፖርት ዘሎ መንእሰይ ክምልምል ክዓቢ ይላበቦም ማለት እዩ ካብ ካልእ ቦታታት ካብ ካልእ ቦታታት ሕማቕ ምኻድ ኣብ ስፖርቲ ድሕር ዳኣ ዓቢና ኩላህና መንእሰይሲ በዓል ኣሌክሳንደር ከምኦም ክኾኑ ተስፋ ኣለኒ ኣነ ከም ኮቸም እኳ በቲ ዝነበርዎ ፃውታን ክእለትን ዲሲፕሊን ካልእ ተፀቤ ነይረ ብቀዳመይቲ ግን ምስቲ ዕድሚኦም ምስቲ ናይ መጀመርታ ፃውትኦም እሞ ከዓ ትሕቲ ዕድመ ኣብ ዓብዪ ሜዳ ገለ ግን እኹል